ሰላም ሰላም ተኸታተልቲ ስቶር ፕሮዳክሽን እምበኣር ሕጂ እውን ንዓኹም ንምሕጓስ ብሓንቲ ኣዝያ ብልፅቲ ልብወለድ ዛንታ ኣነ ጠላም ድየ ትብል እቲ ቅድሚ ሕጂ ስደት ዝፈቶ ነፍቕሪ ኢሉ ዝደረሰልና ፊልሞን ወዲ ባርጁ ሒዝልና መፅኡ ኣንሕና ድማ ብትራኸ ድማ ሃብቶም ሓጎስ ክትርኻ እዩ ክሳብ መወዳእታ ክትከታተልዋ እንዳተተምነና ካባኹም ንጽበዮ ድማ ሸር ላይክ ሳብስክራይብ እንዳ ኮነ ከሎ ዝኾነ ርእይቶን ነቐፌታን ክትጽሕፉልና ኣብ ዝሓለፈ ኣብቲ ስደት ዝፈተኖ ፍቕሪ ትብል ዛንታ ዝገበርናዮ ጌጋታትን ወይ ዝነቐፍኩምና ወይ ድማ ዝኣረምኩምና ንዕኡ መሓይሽና ኣብዚ ኣነ ጠላም ድየ ትብል ዛንታ ኣቕሪብናዮ ኣለና ኣብዚ ዘጋገና ወይ ኣብዚ ዘይመሓይሽናዮ ወይ ኣብዚ ጌጋ ትርእይዎ ድማ ኣብታ ትመጽእ ካልእ ዛንታ ክነመሓይሾ እንዳፈተና ካባኹም ደልዮ ላይክ ሳብስክራይብ ኮመንት ክትጽሕፉ ርኢቶን ነቐፌታን ድማ ክትጽሕፉ ስፔሻል ድማ ውልዶ ጸሓፊ ስነ ጥበባዊ ፊልሞን ፊል ወዲ ባርጁ ድማ ከተታብብዕዎ እንዳ ተተምነና ኢንጆይ። ኣነ ጠላም ድየ ጸሓፊ ፊል ወዲ ባርጁ ተራኺ ሃብቶም ሓጎስ። ሜርሲ ኣሽማ ሌላና ብፌስቡክ እዩ ኔሩ ከምቲ ኩሉ ሰብ ምስ ዘይፈልጦ ሓደ ኢሉ ተላልዩ ዝዕሎ ኢና ንዕልል ኔርና። ሜርሲ ግን ኣይግድንን ምስለይ ኣይትፈልጥን ኢያ ብዕላለይ ጥራያ ትፈልጠኒ ኔራ ኩሉ ግዜ ከም መሓዙት መጠን ንዕልል ንጻወት በቃ ስራሓ ገዲፋ ምሳይ ከተዕልል ተምስን ትውዕልን ኔራ ኣነ ዝኾነ ስራሕ ኣይነበረንን ማለተይ ክዳነይ ሕጹብ መግበይ ሱር ኮፍ ኢለ ይበልዕ ዝተሓጸበለይ ክዳውንቲ ቀይረ ናብ የዕሩኽተይ ክዛወር ክዛናጋዕ ይወጽእ ኔረ። ንሱ እዩ ነይሩ ስርሐይ። ነርስ ግን ስኮፕል እያ ነይራ። ንኸብዳ ዝኸውን ጸብሒ ምስራሕ የድልያ። ክዳን ምሕጻብ ኣሎ፣ ከምኡ'ውን እቲ ተሰሪሑ ዘይውዳእ ሓደር ናይ ገዛ ኣሎ። ነዚ ኹሉ ገዲፋ ኣብ ዓራት ኰይና ምሳይ ከተዕልል ጥራይ ኰይኑ ስርሓ። ዕስራን ኣርባዕተን ሰዓት የዕሊላ ከም ዘይትጸግበኒ'ውን ትነግረኒ ነይራ። ዘይነበረ ባህርያት'ውን ከተርእየኒ ጀመረት። ከም ገለ ቴለፎን ቻርጅ ክትመልእ ከላ እንተ ደዊላ ንምንታይ ዘይትዕልልኒ ጸሊእኻኒ ምሽ ዓሰርተ ግዜ እንተ ደወልኩልካ ጸሊእኻኒ ምሽ እንዳ በለት ክትጉርን ከተንጸርጽርን ጀመረት ኣነ ዘይፈልጦ ሜርሲ ብዕላል ጥራይ ኣብ ፍቕረይ ተማሪኻ ከም ዝነበረት ካብ ዘረባኣ ከስተውዕለላ ጀመርኩ ንበይነይ ድማ ኣብ ዘይውጽእ ሓሳብ ጠሓልኩ ለካ ሓቃያ ጓል ብእዝናያ ትፍቅር ትበሃል ኢለ ንበይነይ ብሓንሳብ ከውርድ እንከለይ ይብል ጀመርኩ። ካብ መዓልታት ሓደ መዓልቲ ኩሉ ነገር ዘየገድሰኒ ክንሱ ግን ዕላል ጠፊእኒ መዕለሊ ክኾነና ኢለ ብዛዕባ ሕሉፋ ክሓታ ጀመርኩ። ሜርሲ ከም ዝደልየ ወይ ፈትየ ሕሉፋ ፈሊጠ ዝኾናሕ ዝሓሰብኩ መሲልዋ ብሕሉፋ ብጣዕሚ ከም ትሓዝን እንዳ ነብዐት ከተዕልለኒ ጀመረት። በጃኻ ሕሉፈይስ ይትረፍካ ዘለኽዎ ይሕሸካ በለትኒ። ኣነ ግን ኣይቀሰንኩን ማዕረ ክንድዚ ዘንብዕን ዘፈንፍንን ሕሉፍ ደኣ እንታይ እዩ ኢለ ንኽፈልጦ ትርፖ ተሃንጠኹ። ደጊመ ድማ፣ ደሓን ሜርሲ፣ ጸገም ዝበሃል የለን። ሕሉፍ እኮ ሕሉፍ እዩ። ንወዲ ሰብ ከኣ ከመይ ከም ዝነበረ ዘይኮነ ከመይ ከም ዘሎ እዩ እቲ ቀንዲ ኣገዳሲ። ሕጂ ብዝሓለፈ ወላ ሓንቲ ከይሓዘንኪ ዝርዝር ኣቢልኪ ዕልልኒ ምስ በልኩዋ፣ ሕራይ! ኢላ ቴለፎና ኣብ እዝነይ ከላ ዓው ኢላ ዕሕ በለት። ኢዳ መር ሰሓብተይ። ደሓን ዲኺ? በልክዋ። ደሓን እየ በለትኒ ከተዕልለኒ እውን ጀመረት። በቲ ሓፍተይ ዝበልክዋ ውሽጣ ከም ዝተጎድኣት እውን ነገረትኒ። በጃኺ ሓፍተይ ትብል ቃለይ ተስምዐኒ። እቲ ካልእ ጥዑም መጸውዒ ተተረፈካ ብስመይ መርት ኢልካ ጥራይ ጸውዓኒ። ሓፍተይ ከይትብለኒ። ኢላ ጉባዕበዐትለይ። ኣነ ከኣ ነቲ ዝደለኹዎ ንኽሰምዕ ሕራይ ኣይብለክን እዩ። በቃ ደሓን መርሲ። በልኩዋ። መርሲ ሓደ ኢላ ከተዕልለኒ ተበገሰት። ኣብ ኤርትራ ምስ ስድራይ ጽቡቕ ስምምዕ ኣይነበረንን። እቲ ዘየሰማምዕና ዝነበረ ከኣ ናይ ኣቦይ ኣይተውጽኢ ትእተው እዩ ነይሩ። ኣቦይ ኣይተውጽእ ክብለኒ ከሎ ኣደይ ድማ ግደፋ እንዶ ቋልዓ እንድያ ከም ሰባ ምስ መሓዙታ ትጻወት፣ ተዕልል፣ ክትብሎ ብሰንከይ ኣቦይን ኣደይን ዘይንቕነቕ ሓዳርም ፍቕርን ዝነበሮ ክፈሓፋሕ ጀመረ። ኣቦይ ነደይ ክጸርፋ ኣደይ እውን ክትምልሰሉ በቃ ገዛና ንግሆን ምሸትን ቆየቋን ባእሲ ኮይኑ ኣነ ድማ ጭንቀት ገይረ ካብ ገዛና ንወላ ሓደ ከይማኸርኩ ናብ ናይ ኣደይ ስድራ እንዳ ዓለቦይ በሪረ ከድኩ። ኣደይ ብናተይ ሻቑሊት ክልተ መዓልቲ ከብዳ ሓቒፋ ሓዲራ ውዒላ። መበል ካልኣይ መዓልቲ ንዓባየይ ቴለፎን ስለ ዘይነበራ ናብ ኣኮይ ደዊላ፣ ሜረላዶ መጺኣትኩም ድያ? ኢላ ሓተተቶ። ኣኮይ ኣጋጣሚ ምስ ዓባየይ ስለ ዝጸንሐ ንዓይ እንዳጠመተት፣ እወ መጺኣ ኣላ፣ ደሓን ዲኹም? ኢላ ሓተታ። ኣደይ ግን ኩሉ ሕማቕ ይኹን ጽቡቕ ኣብ ውሽጣ ተዓቝረ ነይራ። ሕማቕ እንከላ ንኣኮይ ጽቡቕ ከም ዘላ ነገረቶ። ተጠንቀቑላ፣ ጽቡቕ ጌርኩም ሓዙለይ ነዛ ጓለይ፣ ክሳብ ኣቦኣ ዝረጋጋእ፣ ኢላ ሓደራ በለቶ። ኣኮይ፣ ሕራይ ኣጆኺ ቅሰኒ፣ ኢሉ ተለፎን ዓጽዋ። ስሩዕ ህይወተይ ድማ ምስ ዓባየይ ሓደ ኢለ ጀመርኩ። ኣብ ጉዕዞ ህይወተይ ሓሲበዮ ዘይፈልጥ ዝነበርኩ ወደ እኮ ኢለ ዝሓስቦ ዝነበርኩ ጎበዝ ጸጽቡቆ እንዳ ገበረ ንዓይ ደስ ዝብለኒ ህያባት ነንከም ዝነግሮ እንዳ ኣምጸ ልበይ ሰሊቡ ኣብ ውሽጠይ ከስፋሕፍሕ ጀመረ ወደ እኮይ ምኻኑ ረሲዐ ናይ ርእሰይ ሃርሞናት ባዕሎም ከባራበሩ ጀመሩ በቃ ዝምድናና ረሲዐ ብፍቅሩ ጸለልቲ ተሰሪሐ እንተ ዘይርእዮ ሓሚመ የውዕል ሕሉፍ ሓሊፍኒ ኣብ ቅድሚ ዓባየይ ንገዛ እንተ መጺኡ ነጢር ሓቚፉ ይስዕሞ ነበርኩ። ዓባየይ ግን ሚሒር፣ ለዋህን ገራህን ምዃና ናይ ሕውነት እዩ ዝመስላ ነይሩ። ዳን ንወዲኣኮይ ኩሉ ነገር ተሓዋዊስዎ ልክዕ ከማይ ተጸሊሉ ነይሩ። ኣሕዋት ምዃንና ረሲዕና ፍቑራት ኢና ኮይንና ነይርና። ግደፉ እሞ ዝምድናና ርሑቕ ከይከውን ደቂ ክልተ ኣሕዋት ኢና ነይርና። ንዓባየይ ከም ዝደልያ ተመሲሉ ንገዛ ይመጽእ ነይሩ። ንሱ ግን ንዓይ ደልዩ ዝመጽእ ነይሩ። ንኹልና ዝኸውን ነናትና ንእልይ እዩ ነይሩና። ኣብቲ ገፊሕ ህድሞና ክንድቅስ ከሎ ኣነን ዓባየይን ግን ኣብ ውሽጢ ኢና ንሓድር ነይርና። ምሸት መጺኣ ዓባየይ ከም ዝደቀሰት ርእየ ካብ መደቀሲየይ ተሲኤ ናብ ዳኒ ይኸይድ ነይረ። ዳኒ እውን ክመጽእ ምዃነይ ፈሊጡ ድልው ኮይኑ ዝጸንሕ ነይሩ። ኩሉ ግዜ ምሸት ምሸት እውን ስጋዊ ርክብ ንፍጽም ነይርና። ይበዝሕ ይበዝሕ ጨው ይነዝሕ ዝበሃል ምስላ ኣብ ነብሰይ ርእየዮ። ከምቲ ኩሉ ግዜ ንገብሮ ክንገብር ካብ መደቀሲየይ ተሲኤ ናብ ዳኒ ክኸይድ ዓባየይ የዒንታ እምበር ርእሳ ኣይደቀሰን ነይሩ። ከተስእ ከለኹ ሰሚዓትኒ ክሸይን መሲልዋ ኣነ ግን ይሪኣ ኣይነበርኩን ንሳ ግን ትርእየኒ ነይራ። ሸይነ ክመጽእ እንዳተጸበየትኒ ከላ ምስ ደንጎኹ እዛ ቆልዓ ደኣ ደሓን ድያ? ኢላ ክትርኢ ንደገ እንተ መጸት፣ ዓባየይ ሃንደይ ምጽእ በለት እሞ፣ ኣነ ኸኣ ከም ልማደይ ኣብ ኣካላት ዳንኤል ወደኮይ ጥራሕ ዕርካነይ ተጠማጢመ ጸናሕኩዋ። ዓባየይ ብስንባደ ነብሳ ክትቆጻጸር ኣይከኣለትን፣ ናብ መሬት ፈጠቕ ኢላ እውን ወደቐት። ክልቴና ኣነን ዳንን ድማ ክዳንና መሊስና ናብ ዓባየይ ብጉያ ከድና ኣተሳእናያ። ዓባየይ ግን። ለይቲ ምድሪ ብስንባደ ዝኣክል ወላ ደጊፍና እንተተሳእናያ ሃለዋት ኣጥፊኣያ ነይራ። ምስ ዳኒ ኮይንና ሓፋቢልና ናብ ውሽጢ መደቀሲኣ ወሲድና ብተግባራትና ክልቴና ነብስና እንዳቐጻዕና ክንሕልዋ ማይ ከነምጸኣላ በቃ ብኾፍና ሓዲርና። መሬት ጸልማት ኮይና ምውጋሕ ኣብያትና ክትሓድር ንርእሳ ኢላ ወግሐት። ብሕፍረት ተበሊዕና ንዓባየይ ከመይ ኢልና ክንጥምታ? ንበይነይ ምስ ዓባየይ ገዲፍኒ ንገዝኡ ከደ'ሞ ነፍሰይ ግን ካብ ዳኒ ምርሓቕ ክትክእሎ ኣይከኣለትን። ዕሽነተይ መወዳእታ ኣይነበሮን። ዳኒ ምሉእ ብምሉእ ተቖጻጺሩኒ። ልበይ ኣብ ዝባነይ ተሓንጊጣ ዓባየይ እንታይ እንታይ እያ ክትብለኒ እንዳበልኩ ብፍርሕን ብሕፍረትን ተሸቝሪረ ዝገብሮ ጠፊኡኒ ንኽትዛረብኒ ድልውቲ ኾንኩ እሞ ዓባየይ ግን ክሳብ ሽዑ ምእማን'ያ ስኢና ነይራ። ከምዚ ሕልሚ ጥራይ ኮይኑ ይስምዓ ነይሩ። ንዓይ በቲ ዝገበርክዎ ግብሪ ልዕሊ መጠን ጸሊኣትኒ እንከላ ግን ናይ ወላዲት ነገር ውሽጣ ሓሪሩ እንከሎ ትብለኒ ጠፊእዋ። ድሕሪ ክንደይ ግን ከተውጽኦ ተገደደት። ክትጸርፈኒ'ውን ጀመረት። ጸርፍታታ ብጣዕሚ'ዮም ክመሩ መዓት ነይሮም። ግን ዓስቢ ተግባራተይ ስለ ዝኾነ ኣሜን ኢለ ዝቕበሎም ነይረ። ዓባየይ ትብሎን ትዛረቦን'ዩ ጠፊእዋ ነይሩ። ክንዲ ገለ ዝኸውን ምስጢር ኣብ ከብዳ ዓቚራቶ ድቃስ'ዩ ከሊእዋ ነይሩ። ኩሉ ሕማቕ ተግባራተይ እንዳ ፈለጠት ወላ ሓንቲ ኢለያ ዘይትዛረበኒ ብዘይካ ሓደ ሓደ ሕማቕ ጸርፊ ምኽንያቱ እንተ ተዛሪባትኒ ወይ እንተሰጒጓትኒ ተሓኒቐ ነብሰይ ከጥፍእ እየ እንዳበለት ብፍርሒ ዝኣክል ብሒም ኢላ ኣይትዛረበንን እያ ነይራ። ኣብ ጥቓይ ስለ ትድቅስ ዝነበረት ግን ኩሉ እቲ ሃተፍተፍ ትብሎ ብእዝነይ ይሰምዖ ነይረ እየ። ዓባየይ ዘህተፍትፍ ኩሉ ትብሎ ዝነበረት ብኣይ ጥራይ እዩ ነይሩ። ኣንቲ በዓለገ፣ ኣንቲ መዋረዲተይ፣ ነዚ ክርኢ ድየ ኣብዛ ሰለማዊት ቤተይ ዑቕበት፣ ንስኽስ ብኻባ ማይ ኩንኪ ኺዲ። እሞ ኸኣ ምስ ካልእ ከይከውንስ ምስ ሓው? ኣንቲ ቁሩብከ ኣይትሓስብን ዲኺ? ናበይ ይኸይድ እቲ ልቦናኺ ኣእምሮኺ? ኣንቲ ድፍንቲ ልቢ ነታ ጓለይከ እንታይ እንዳበልኩ'የ ክነግራ? ጓልኪ ምስ ወዲ ሓውኪ ክትብዕልቅ ጸኒሓትኒ ኢለ እዋይ ክልተሙን እዋይ ሞት ሓላል እንዳበለት ትባራበር እሞ በስመኣብ ብመንፈስ ቁዱስ ኢላ ኣመሊሳ ትድቅስ ኣነ ካብታ ምስ ዳኒ ትረክበኒ ሓንቲ መዓልቲ ደቂሰ ኣይፈልጥን መሬት ምስ ወግሐ እውን ንዕናይ ንቤተክርስትያን እንዳበለት ብግዴታ ትወስደኒ ነይራ ኣነ ግን ግብረይ በሊዑኒ ከመይ ኢለ ኣፍደገ ቤተክርስትያን ቁዱስ ቦታ ክረግፅ ዓባየይ ግን ገለ እንተተናሲሐኩ ልቢ እንተገበርኩ ኢለያ ትወስደኒ ነይራ ኣነ ከዓ ክኣብያ ኣይደለኩን ምክንያቱ ክንዲ ዝኣክል ምስጢር እያ ከም ዘይረኣየት ኮይና እንዳኸደት መሊሰ ኣይከይድን ኢለ ከሕርቕ ኣይደለኹን ዓባየይ ኣብ ጎነይ ኮይና ክልተ የእጋር ተምበርኪኻ ጸሎት ክትገብር ጀመረት ክገርመካ ንሕና ክንጽሊ ከለና ሰብ ከይሰምዐና ብውሽጥና ኢና ምሽ ጸሎት ንገብር ዓባየይ ግን ሰብ ከይሰምዐኒ ኣይትብልን እያ ጥራይ ድንግል ማርያም ጸሎተይ ሰሚዓ ንወዳ መታን ከተማልደለይ ኢላ ኣብ ጎድና እንከለኹ ዓው ኢላ'ያ ትጽሊ ነይራ። እቲ ዝገርመካ ነገር'ከ ኩሉ እቲ ትጸልዮ ዝነበረት ንስለይ ንስለ ጓል ጓለይ እንዳበለት'ያ ትጽሊ ነይራ። ጸሎታ ክሳብ ሕጂ ካብ እዝነይ ኣይኸይድን'ዩ። ካብ ዝገርመካ ኦ ወላዲት ኣምላኽ ንስኺ ዝበልክዮ ንስኺ ዝገበርክዮ ኩሉ ይሰምዓኪ'ሞ ንስለ እዛ ዓሻል ጓለይ መሓርለይ ልቢ'ውን ስኽዑለይ ኦ ድንጉል ኣደ ወላዲት ኣምላኽ መሓሪትን ለዋህን ኢኺ'ሞ ብዓይኒ ምሕረትኪ ደኣ ጠምትለይ ኢላ ክትጽሊ ምስ ሰማዕኩ ዓባየይ ብጣዕሚ እየ ዘይርስዓ። ማዕረ ክንደይ እያ ትፈትወኒ ኣይርድእን እዩ፣ በቲ ቃላት ናይ ዓባየይ ዝነባዕክዎ ንብዓት ግን ክነግረካ ኣይክእልን እየ። ዓባየይ ሽዑ ንብዓተይ ምስ ረኣየት ጸሎታ ከም ዝተሰምዐላ ሽር ኮይና ብውሽጣ ክትዛረብ ጀመረት። ጓለይ ዕሽነት ተረዲእዋ ኢላ ብውሽጣ ተሓጒሳ ከም ዝነበረት ነብሰይ ይነግረኒ ነይሩ። ኣጀኹ ዛጓለይ! ኢላ ሓቚፋትኒ ድማ ንገዛና ተመለስና። ኣነ ግን ገለ ገለ'ዩ ደፊንኒ። ኣይኮነን ተረዲእኒ እንዳ ንከም ሓወይ ክሪኦ መመሊሰ'የ ዘፍቅሮ ነይረ። ክገርመካ ሓደ ሓደ ግዜ ደቂሰ ከለኹ ገለ ይጸቕጠኒ፣ ክሳደይ ይሓንቀኒ ብውሽጠይ'ዩ። ብስም ኣብ ወንፈስ ቅዱስ ኣሃደ ኣምላኽ ኣሜን ኢለ ብውሽጠይ ምስ ደገምኩ ካብዚ ነብሰይ እንዳ ተፈለጠኒ ገፈፍ እንዳ በለ'የ እለየለይ። ንሓንሳብ'ውን ካብ እግረይ ክሳብ ርእሰይ ስጋ ናይ ነብሱ ዘይረኣየ ብጸሊም ክዳን ዝተሸፈነ ኣብ ልዕለይ ደው ኢሉ ንዳኒኤል ከይትጠልምዮ ንሱ የፍቅረኪ እዩ ኪድዮ ኪድዮ ንገዝኡ ምስኡ እውን ሕደሪ ዘረባ ሰባት ከይትሰምዒ ወላ እካ ወለድኺ ኣይከውንን እዮም እንተበሉኺ ተገዲድኪ ከይትሰምዕዮ ንዳኒኤል ንዓና ኢልኪ ሒዝክዮ ተሰወሪ ካብኡ ዳኒኤል ሰላም ክህበኪ እዩ እንዳበለ ከምዚ ኣብ እሚቺዩቱ ንሪኦን ንሰምዖን ናይ ሻሓሑር ድምጺ እንዳገበረ ሓንጎለይ የናውጸኒ ኔሩ ኣብቲ ግዜቲ እንቋዕ ኣይትሪእኒ ነብሰይ ገለይ ኮይነ ኔረ ከምዚ ከቢድ ሓጺን ተሰኪመ ዘለኹ ኮይኑ ይስምዐኒ ዓው ኢለ ድማ ዳኒ በልኩ ዓባየይ ካብታ ምስ ዳኒ ወዲ ወዳ ደቂሰ ዝጸንሓ ሓንቲ መዓልቲ ንፈውሲ ማሕላ ጥዑይ ድቃስ ደቂሰ ኣይትፈልጥን እያ ከም ዝበልኩኻ ድቅስ እንተ ኢላ ሃተፍተፍ እዩ ዘብላ። ዝደቀሰት ተመሲላ ንዓይ ክትሕሉ እያ ትሓድር ነይራ። ዓው ኢለ ሽም ዳኒ ምስ ጸዋዕኩ ድማ ዋይ ጓለይ በስመኣብ ወመንፈስ ቅዱስ እንዳ በለት ድርሳን ሚካኤል ሒዛ መጸትኒ። እቲ ኣብ ልዕለይ ጸሊም ካቦት ለቢሱ ደው ኢሉ ዝዛረበኒ ዝነበረ ከም ብርቱዕ ርፋት ተመሲሉ'ዩ ካብ ጥቓይ ድምጹ ሽሽ እንዳበለ ተሰዊሩ ነብሰይ ፈሊጠ ብድድ ኢለ ንዓበየ ሓቝፈ ሰዓምክዋ ከምዚ ኢለ ድማ ሓተትክዋ ዓባየይ መን'ዩ እዚ ጸሊም ክዳኑ መሊሱ ኣብዚ ልዕለይ ደው ኢሉ ክዛረበኒ ዝጸንሐ ንስኺ ምስ መጻኺ ድማ ዝሃደመ ኢለ ሓተትክዋ ዓባየይ ብውነይ ከምዘየለኹ ተረዲእዋ ዘይሰምዖ ዘለኹ መሲልዋ ብውሽጣ ክትዛረብ ጀመረት። ኣነ ኩሉ ይስመዓኒ እዩ፣ ነብሰይ እውን ይነግረኒ እዩ ነይሩ። ከምዚ'ያ ትብል ነይራ፣ እዋይ ኣነ ጓለይ፣ እዚ ርኹስ መንፈስ እንድዩ ደኣ ኣብ ርእሳ ሓዲሩ ዝጻወተላ ዘሎ፣ ኢላ ካብቲ ኣብ ልዕሊ ቆፎ ተቐሚጡ ዝነበረ ጸበል ኣምጺኣ ከተስትየኒ ደለየት። ኣነ ግን እንድዒ ዝኾነ ኣይፈልጥን እየ። ካበይ ከም ዝመጸ ኣካላተይ ከምዚ ሓይሊ ፈረስ። ፍሕፍሕ ክብል ተረደኣኒ ንዓባየይ ከምስል ዓባየይ እንታይ እዚ እንታይ ዶ ኮይነ እየ ንምንታይ ክትስትይኒ ትደልይ ኣለኺ ኣይሰትን እየ ወላ ሓንቲ ኣይኮንኩን ኢለ ኣብየያ ዓባየይ ግን ጥንና ኣይኮነትን ጓለይ ጓለይ ሓሚማ እያ ኢላ ብሓይሊ ከተስተንኒ ደልየት ኣነ ኣይሰትን ኢለ ክኣብያ ንሳ ከተስትየኒ ክትደሊ ለይቲ ምድሪ ምስ ዓባየይ ብርቱዕ ቃልሲ ሓሊፉ ደሓር ግን ዓባይ ካብቲ ኮፍ ኢላቶ ዝነበረት ዓራት ተሲኣ በስመኣብ ወፍስ ቅዱስ ሓደ ኣምላክ እንዳበለት ናብ ነብሰይ ናብ ዓራተይ እቲ ጸበል ምስ ነጸገቶ ነብሰይ ምሉእ ብምሉእ ክርድኣኒ ጀመረ ሓይሊ ድማ ረሸሽ ኢሉኒ ንዓባየይ ውን ክልተ ኢደ ሰዲደ ነቲ ጸበል ሃብኒ ኢለ ሰለስተ ግዜ ምዒጉ ብስምኣብ ወፍስ ቅዱስን ኣሃዱ ኣምላክን ኣሜን ኢለ ደቀስኩ ዓባየይ ግናይ ቅሰነተይ በቃ ወላ እንተደቀስኩ ከምዛ ተሲኤ በሪረ ካብቲ ገዛ ዝወጽእ ኮይኑ ይስምዓ ነይሩ ደቂሰ ጸኒሐ ከም ገለ ኢለ ይባራበር ምሽ ዓባየይ ድቃስ ኣብይዋ ኮፍ ኢለ የሪኣ ነይረ ኣነ ከኣ መሊሰ ክንዲ ዝድቅስ ተሲኤ ዓባየይ እንታይ ደኣ ዘይትድቅሲ ሰዓት ክንደይ ድዩ ኮይኑ ዘሎ ኢለ ይሓታ ዓባየይ ግን ሕማቅ ቃል ወላ ዘሻቅል ዝኮነ ዘረባ ካብዚ ኣፋ ሙሉቀ ይብላን እዩ ነይሩ ብሰንከይ ድቃስ ኣብይዋ እንከለኩ ስቅ ኢለ እየ ዳሓን ዛጓለ ክድቅስ እየ ንስኪ ጥራይ ደቅሲ ኣነ ከኣ ክድቅስ እየ ትብለኒ እሞ ድቃስ ሰለም ከየበለት መርየት ወግሕ ኮምኡ ኢላ ድማ የዒንታ ከይተላገባ ሓዲሩ ብኡ ኣቢላ ቤተክርስትያን በጺሓ ትመጽእ እዛ ከብዳ በቲ ጉሃናተይን ናይ ዳንን እኽሊ ከይጠዓመትላ ቡን ሓሮሮ ገይራ መሊሳ ትሓርር ኣነ ከኣ ክንዲ ዝሕግዛ ብናፍቆት ናይ ደኒ ሞይተ ኩሉ ስራሕ ናይ ገዛ ሰልቺይኒ ዳኒ መዓስ እዩ ዝመጽእ ነዛ ዓይነይ ክሪኦ ኢለ ናብቲ ኣፍደገ ካንሸሎ ክቋምት መሬት ይዓርበኒ ዳኒ ግን ካብታ ዓባየይ ጥራዕ ዕርቃንና ብሓንሳብ ትረኽበና ገዛ ናይ ዓባየይ ንኸይረግጽ መቃብር ኮይኑ ይስምዖ ነይሩ መስለኒ ሕጂ ይመጽእ ይኸውን እንዳበልኩ ንካንሸሎ ገጸይ እንተጠመትኩ ዳኒ ዘይኮነ ኣኮይ በትሪ ኣብ ዝባኑ ተሓንጊጡ ክመጽእ እየ ዝረኣኽዎ። ገለ ነገር ከም ዝሰምዐ እዩ ዝመስል ነይሩ። ኣማጻጽእኡ ንዓይ ግን ገለ ክብል ከም ዝመጸ ኔው ከሎ ብማዕዶ ምስ ረኣኽዎ እዩ ነብሰይ ነጊርኒ። ካብ ዝፈራሕኽዎ እውን ኣይወጻኹን። ኣብ ኣፍደገ ጸኒሐዮ። ሰላም ሜሪ ጓለይ ከመይ ቀኒኺ? ደሓን ዲኺ? ኢለኒ ንውሽጢ ገዛ ናብ ዓባየይ ኣተወ'ሞ ንዓባየይ ስዒሙ ኮፍ ኢሉ ቡን ኣብ ካልእ ኢድ ተርኪቡ ምስ ዓባየይ እንዳሰትየ ዘምጽኦ ጉዳይ ክዛረብ ጀመረ። ኣነ ብ ኣፍደገ'የ ነይረ ኣይትሰምዐናን እያ ዘላ ኢሉ ዝዛረብ ነይሩ። ዘረባኡ ድማ ከምዚ ዝብል ነይሩ ንዓባየይ ኣደ በላ'ሞ ዓባየይ ኣቤት ንጉሰ ወደይ በለቶ ኣኮይ ትቕብል ኣቢሉ ዘረባኡ ጀመረ። ርሽያን ሓፍተይ ደዊላትለይ ጸኒሓ እዛ ቆልዓ ማለተይ ንመርሲ ዝደልዩ ሃቡና እንዳበሉ ድቃስ ከሊኦሞም ከም ዘለዉ ነጊራትኒ። ናብቲ ማእከል ዓዲ ትብጻሕኹም ኢሎማ ከም ዘለዉ እውን ሒዝካያ ምጻእ ኢላ ልኢኻትኒ ዘላ በላ። ርእሰይ ብሓንሳብ እዩ ደንዚዙ። ዳኒኤል ወዱ መላእ ኣካላተይ ተቖጻጺርዎ ከም ዘሎ ኣኮይ ወላ ሓንቲ ይፈልጥን እዩ ነይሩ። ብዘይካ ኣነን ዳንን ሳልሰይትና ዓባየይ እዚ ምስ ሰምዐ እዝነይ ዝሕዞን ዝጭብጦን ጠፊኡኒ በቃ ካብቲ ገዛ ናበይ ከም ዝኾነ ኣንፈተይ ዘይፈልጥ ክጠፍእ ከም ዘለኒ ርእሰይ ኣዘዘኒ በቲ ከኣ ፍቕሪ ናይ ዳኒ ኣብ ኣብራኸይ ኣትዩ ካብቲ ገዛ ንኸይንቀሳቐስ ሓሊኹ ሓላሊኹ ሒዙኒ ግን ኣማራጺ ኣይነበረንን ክወጽእ ጥራይ ኔርኒ ምኽንያቱ ጠባይ ኣቦይ ጽቡቕ ገይረ እየ ዝፈልጦ። ቁሩብ ግዜ እንተ ወሲደ ብሓይሊ ወጢጡ ክወስደኒ ምዃኑ ኣጥዕየ ዝፈልጥ ነይረ። ንገዛ ከይኣተኹ በታ ዝነበርኩዋ ስንቂ የብለይ ክዳን የብለ እግረይ ናብ ዝመርሐኒ በቲ ኣፍደገ ገዛና ስግረዶብ ክኸድ'ውን ኩሉ ግዜ ይርእ ስለ ዝነበርኩ በቃ ኣማራጺ ኣይነበረንን። ተበገስኩ። ካብ ንግሆ ኣትሒዘ ክሳብ ናይ ምሸት ሰዓት ሓሙሽተ ዝኸውን ምግቢ ዝበሃል ከይለኸፍኩ ክጓዓዝ ውዒለ። ኣምላኽ ጥዑም ግን ደርብየ ኣይደርብየካን ሸይጣን ከጽድፈካ ጸድፊ ይሰርሕ ኣምላኽ ከኣ መዳይቦ ኣስካላ ይፈጥረልካ ከምዚ ከማይ ስግረዶብ ዝኸዱ ኣርባዕተ ሰባት ሓንቲ ጓል ዘላቶም ኣብ መንገዲ ረኸብክዎም ብድፍረት ድማ ከይተሰከፍኩ ተጸንበርክዎም ሓበሻና ብ ከምዚ ምትሕብባር ብጣዕሚ ለዋሃት ኢና ከናፍረይ ብማይ ጽምኢ ዝኣክል ጻዕዳ ዝማልቶ ዝመስል ተለጢፉ ምስ ረኣይዎ፣ ካብቲ ሒዞሞ ዝነበሩ ብራሻ ማይ ንኽሰቲ ኣቐበሉኒ፣ እታ ጓል ድማ ካብቲ ሳንጣኣ ተምሪ ኣምጺኣ ሃበትኒ፣ ማየይ ንተምረይን ኣካፍየ ድማ ከብደይ መላእኩ። ብዙሕ ምስጋና ድማ ኣመስገንኩዎም። ጉዕዞ ስግረዶብ ምሰኦም ኮይነ ክምክቶ ምዃነይ ንነብሰይ የእሚነ፣ ካብ እግሮም ከይተርፍ ማዕረ ማዕረኦም እንዳሰጎምኩ ድማ ድሕሪ ክልተ መዓልቲ ትግራይ ውጥሑ ትበሃል ኣብቲ ጫፍ ጫፍ ትርከብ ዓዲ ኣተና። ጠጠው ከይበልና ድማ መኪና ረኺብና መኪናና ተሰቒልና ጎርሁ ስርናይ ትበሃል ኣብ ዝባን ጎቦ ትርከብ ከተማ ኣተና። ኣብኡ ኣሽማትና ተመዝጊብና። ናብ እንዳ ኣባጉና ዝበሃል ገፊሕ መእከቢ ስደተኛታት ሓሊፉ ጸንሓና ንሕና መኪና ክሳብ ትመልእ ኢሎም ድሕሪ ሓንቲ መዓልቲ መኪና ተጻዒንና። እንዳ ኣባጉና ኣተና እሞ ዞሎ ናይ ኤርትራ ኩነታት ተሓቲትና ነናብ መዓስከርና ፋሕ ኣበሉና። ኣነ ዕድለይ ኣጸቢቀለይ ምስቶም መንገዲ ዝረኸብኩዎ ገባሪት ጽቡቀይ ጓል ኣብ ሓንቲ መዓስከር ዓዲ ሓርሽ በጻሓና። ተታሓሒዝና ናብቲ መዓስከር ኬድና ንፈልጦ ሰብ ስለ ዘይነበረና ክልተ መዓልቲ ኣይንዛረብ ኣይነብል ስቅ ምስ በልና እተን ኣብኡ ዝጸንሓን ኣዋልድ ብጣዕሚ እየን ለዋሃትን መሳክንን ኔረን። ኤርትራዊ ኣብ ዝኸድካዮ የጽንሓካ ዘብል እዩ። ዝቐረባልና በሊዕና ኣብ ዝተወሃበና መደቀሲ እንዳ ደቀስና ክልተ መዓልቲ ጌርና ካብኡ ነቲ ቦታ ክነዳልዮ ጀመርና። ንፋስ ክንህረም ኢልና ኮለል ክንብል ኣብቲ ብርቱዕ ነዳዲ ዝኾነ ጸሓይ ክይዓጀበና ምስታ ኣብ መንገዲ ረኺበይ ብልጽቲ መሓዛይ ዝገበርክዋ ጓል እንዳ ተዛወርና ከለና ሓደ ወዲ ከባቢና ዝፈልጠኒ ኣነ ውን ጽቡቕ ጌረ ዝፈልጦ ሃንደበት ረኸበና።